ኣና ዓለምለኻዊ ኣካዳሚ ብ ክልተ መስከረም ክልተ ሽሕን ዓሰርተው ትሽዓተን ዝፈለመ ኣና ዓለምለኻዊ ኣካዳሚ ንልዕሊ ሸውዓተ ዓመታት ዝኣክል ዝተፈላለዩ ስልጠናታት ክህብ ድሕሪ ምጽናሕ እነሆ ሎሚ እውን መሪሕነቱ ኣዕብዩ ፍልጠት ደሊቡ ህይወት ብዙሓት ንምልዋጥ ናይዚ ዓመት እዚ ቀዳማይ እብረ ትምህርቱ ንምጅማር መደባቱ ኣጻፊፉ ይርከብ ትሕዝቶ ናይቶም ኣብ ኣና ዓለምለኻዊ ኣካዳሚ እንህቦም ስልጠናታት ናይ ሰብ መሰረታውያንን ኣድለይትን እዮም። ብዙሓት ኣርእስታት ድማ የጠቓልሉ። ውህበት ወይ ዝምባሌኻ ምልላይ፣ ራኢ፣ ሕልሚ፣ መርዓ፣ ኣተዓባብያ ቖልዑ፣ ለውጢ፣ ዕቤት፣ መን እዩ መራሒ፣ ስልጣን፣ ውላድ፣ ሕቶ ኣነ መን እየ፣ ሕቶ መንነት፣ ስነ ልቦና፣ ዝምድና፣ ብልሓት ዝርርብ፣ ኣእምሮ፣ ኣስተንትኖ፣ ስእሊ ኣእምሮ፣ ርትዒ፣ ባህሪ፣ ጠባይ፣ ኣመለኻኽታ፣ ፍልልይ ሞራልን ስነ ምግባርን፣ ፍልልይ ሓቅን ጭብጥን ካልኦት ዝኣመሰሉ ኣርእስትታት ይትንክፍ። ኣና ዓለምለኻዊ ኣካዳሚ ካብ ወርሒ ለካቲት ክሳብ ወርሒ ጉንበት ቀዳማይ እብረ ካልኣይ እብረ ድማ ካብ ወርሒ ሓምለ ክሳብ ወርሒ ታሕሳስ ናይ ስልጠና ግዜ ክህልወና እዩ። ኣብ ቀዳማይ እብረ ዝህቦም ስልጠናታት እዞም ዝስዕቡ እዮም። መባእታዊ ክፋል ርእሰ ርኽበት ቀዳም ካብ ሰዓት ሸውዓተ ድሕሪ ቐትሪ ክሳብ ሰዓት ትሽዓተ ድሕሪ ቐትሪ በቋፅራ ኤርትራ ብልሓት ዝርርብ ቀዳም ካብ ሰዓት ዓሰርተ ድሕሪ ቐትሪ ክሳብ ሰዓት ዓሰርተው ክልተ ድሕሪ ቐትሪ በቋፅራ ኤርትራ ካልኣይ ክፋል ርእሰ ርኽበት ሰንበት ካብ ሰዓት ሸውዓተ ድሕሪ ቐትሪ ክሳብ ሰዓት ትሽዓተ ድሕሪ ቐትሪ በቋፅራ ኤርትራ እዚ ስልጠና ብቋንቋ ትግርኛ ኮይኑ ብመስመር ኦንላይን ብቐጥታ ምስ ተምሃሮን መማህራንን ዝወሃብ እዩ። ብዘይካዚ ናይ ዓውደ መጽናዕትን ሰሚናርን ከምኡ ድማ ናይ ምኽርን ሓገዝን ኣገልግሎት ንህብ ምዃንና ነበስር። መዓስ እዚ ጥራይ ኣና ዓለም ለኻዊ ኣካዳሚ ኣብ ቀረባ እዋን ብሩህ ኣተሓሳስባን ወፍሪ ህይወትን ዝብሉ ክልተ ስልጠናታት ክውስኽ እዮም። ንዝያዳ ሓበሬታን ስልጠና ክትሳተፉን ንእትደልዩን በዚ ኣብ ታሕቲ ዘሎ ኣድራሻና ተወከሱና። ራእይና ሰብ ብኹለንትና ናይ ህይወትን ናብራን ዓብላልን ጎብለልን ኮይኑ ንኽወጽእ መሰረት ምትሓዝ እዩ። እዚ ማለት ነቲ ካብ ፈጣሪ ዝተዋህቦ ውህብቶ ኣለልዩ ረኣሕ ኣንጺጹ ብቑዕ ሕብረተሰብ ንምምስራት እዩ። ከም ውጽኢቱ ድማ ምዕቡል ሃገርን ኣህጉርን ብህይወትን ሰብኣውነትን ዝዳነ ሰብኣዊ ዜጋ ምውሓስ እዩ። ኣና ዓለምለኻዊ ኣካዳሚ